ሰላም ንዓኹም ተኸታተልቲ ገሬ ፕሮዳክሽን ከመይ ትኾኑ ከመይ ኣለኹም በብዘለኹምዎ ሰላም ጥዕና ቅሳነት ዘለዎ ግዜ ተሕልፉ ክትህልዉ መዓል ሙሉእ ተስፋየ ንሎሚ ሓንቲ ንእሽተይ ነገር ሒዘልኩም መፅእ ኣለኹ ንሳ ድማ እንታይ እያ ኣብዚ ዘለናዮ ግዜ ወይ ከዓ ኣብዚ ዘለናዮ ምዕቡል ግዜ ናይ ቴክኖሎጂ እዋን ሓደ ነገር ቅድም ብእምነት ወይ ከዓ ብምስክርነት ዝበሃል ነይሩ ኣብ ሰዓት እዚ ግን እቲ ምስክርነት ወይ ከኣ እቲ እምነት ጠፊኡ ኣብ ቴክኖሎጂ ዘስፋሕፋሓሉ ዘሎ ግዜ ኢና በጺሕና ዘለና ምኽንያቱ ከኣ እንታይ እዩ ዝኾነ ነገር ዘጋጥም ነገራት ብመርትዖ ብዊትነስ ወይ ከኣ ብምስክርነት ዝግበረሉ ነገር እዩ ማለት እዩ እንታይ ንምባል እየ ኣብ ኣፍ ደገ ገዛና ይኹን ኣብ ውሽጢ ገዛና ይኹን ኣብ ደገ ንገብሮ ምንቅስቓሳትና ኩሉ እዋን ቴክኖሎጂ ስለዝኾነ ቴሌፎን ስለ ዘለና ዝኾነ ነገር ዘጋጠመ ነገር ራይዶ ወይ ብቴሌፎንና ሪከርድ ጌርና ወይ ቀዲሕና እነርእዮ ወይ ከዓ ካብ ምስክርነት ወይ ከዓ ነይሩ ኣይነበረን ካብ ምባል ንድሕነሉ ዘሎ ግዜ በፂሕና ኣለና ማለት እዩ እንታይ ሒዘልኩም መፅ ኣለኹ ንሎሚ ኣብ ገዛና ክንጥቀመሎም እንኽእል ዓይነታት ቪድዮ ካሜራ ሪከርድ ክገብሩልና ዝኽእሉ ዝኾነ ወርሓዊ ክፍሊት ዘይክፈሎም ሓንሳብ ምስ ገዛእናዮም ከም ዝኾነ ንብረት ገዚእና ንጥቀመሉ ክንጥቀመሉ እንኽእል ማለት እዩ እዚ ድማ እንታይ እዩ ፎርሹር ኣብ ገዛና ኩሉ ግዜ ዝበዛሕና ኢንተርነት ኣለና ወይ ከዓ ዋይፋይ ኣለና እዚ ዋይፋይ እዚ ተጠቒምና ድማ ምስኡ ኮኔክት ጌርና ድማ ኣብ ውሽጢ ገዛና ይኹን ኣብ ደገ ናይ ገዛና ኣብ ባክያርድ ወይ ከኣ ሰብ ትካላት እንድሕር ኮይንና ከኣ ኣብ ድኳንና ድዩ ኣብቲ እንሰርሓሉ ትካልና ኣብኡ ኢንስታል ጌርና ዕስራን ኣርባዕተን ሰዓት ኣብ ቴለፎንና ከም ኖቲፊኬሽን መሰጅ እንዳመጸ ክሕብረና ዝኽእል ክንቆጻጸሮ እንኽእልን ዓይነታት ቪድዮ ካሜራ መጺኡ ኣሎ ስለዚ ከምዚ ተጠቒምና ኣብ ገዛና ዘለዉ ደቅና ክንቆጻጸር ድዩ ኣብ ስራሕ ኮይንና ዝመጸና መልእኽቲ ክንቅበል ድዩ? ኣብ ንገሸሉ እዋን እንታይ ኣሎ ኣብ ኣፍደገ ገዛና ወይ ከኣ እንታይ እዩ ኣብ መኪናና ዘሎ ክንርእን ምስ እንደሊ ድማ ኣብ ዝገሽናዮ ቦታ ኮይንና እቲ ዝመጸና ኖቲፊኬሽን ዝኾነ ነገር እንድሕር ተንቀሳቓሲ ነገር ኣልዩ ከም መሰጅ ዝሕብረና ማለት እዩ። ስለዚ ብንእስ ዝበለ ክንጅምር ምናልባት እዚኣ ዝነኣሰት ዘይኮነት ካብዚኣ ትንእስ ዝደቐቐት ክሳብ ናይ ሞልጎም ሳይዝ ዘለዋ ውን ኣለዋ ማለት እዩ እዚ እንታይ እዩ ሕጂ ልክዕ ከምዚ ትሪእዎ ዘለኹም ከም ናይ ቴሌፎን ቻርጀር ጌርና ኣብ ገዛና ክንጥቀመሉ ንኽእል ናታ ኮፍ መበሊት ኣላታ በዚኣ ተተኺላ ኮፍ ትብል ወይ ከዓ ኣብ መንደቕ ኢንስታል ክንገብሮ ንኽእል እዚኣ ሕጂ እታ ዝነኣሰት ማለት እዩ ዝነኣሰት ክብለኩም ከለኹ ካብቲ ዝረአ ካልእ ሚኒ ካሜራ ውን ኣለዋ ማለት እዩ ከበብቲ ኮይነን ናእሽቱ ከኣ ኣለዋ እዚ ከም ዝትሪእዎ ዘለኹም በዚ ድሕሪት ናይ ኤስዲ ወይ ከዓ ናይ ዝነኣሰ ሚሞሪ ካርድ ናይ መቐመጥ ኣለዎ ንዓ ኢንሰርት ጌርና ድማ 724 ሪከርድ ክገብረልና ክእል እዩ ኣብ ቴሌፎንና ከዓ መሰጅ ይመፀና በዚ ከዓ ስፒከር ኣለዎ ስፒከር እዚ ድማ ነቲ ንሪኦ ዘለና ቪድዮ ድምፂ ክንቅበል ንኽእል ድምፂ ክንሰምዕ ንኽእል ማለት እዩ the same way ከኣ ኣብቲ ቦታ ዘለዉ ከኣ በዚ ድምጺ እዚ ክሰምዑና ይኽእሉ መልእኽቲ ከመሓላልፉ ይኽእሉ። ካልእ ከምኡ ተመሳሳሊት እዚኣ ትርእይዋ ዘለኹም ኦልሬዲ ከምዚ ብሊንክ ክገብር ከሎ እቲ ፔር ናይ ምዃን ሬዲ ኣሎ ማለት እዩ። ሶ ምስ ቴሌፎንና እቲ ናቱ ስካን ጌርና ከዓ ምስ ቴሌፎንና ኮኔክት ንገብራ። እዚኣ 360 ዲግሪ ትዘውር እያ። 360 ክብለኩም ከለኹ ዝኾነ ሞሽን ዝንቀሳቐስ ክህሉ ከሎ ናብቲ ዝንቀሳቀስ ዘሎ እቲ ዳይሬክሽን ምስኡ ይኸይድ ማለት እዩ። ሶ እዚኣ እውን ልክዕ ከምቲ ናታ በዚ ናይ ስፒከር ቦታ ኣለዋ። እዚኣ ከዓ እታ ቻርጀር ናታ እያ። ኮፍ ክነብላ ንኽእል ኢና። ልክዕ ከምዚ ትሪእዎ ዘለኹም ከምዚ ናይ ስእሊ ፍሬም ከዓ ኣብ መንደቕ ክልተ ምስማር ሰሚርና ከምዚ ጌርና ኣብቲ ንደልዮ ቦታ ኢንስታል ክንገብራ ንኽእል ኢና። ወይ እውን ኣብ ቆልዑ ዘየርክብዎ ቦታ ከምዚኣ ጌርና ኮፍ እንድሕር ኣቢልና፣ እዚኣ ምስቲ ዝንቀሳቐስ ነገር ሰለስተ ሚእትን ሱሳን ዲግሪ ትዘውር። ኣብ ውሽጢ ገዛ ክኸውን ይኽእል እዩ፣ ኣብ ደገ እውን ክኸውን ይኽእል እዩ። ቆልዑ ህጻናት እንድሕር ኣልዮምና ኮይኖም ዓሰርተ ግዜ ንዓራት ካብ ምድያብ ናብ መደቀሲኦም ምድያብን ምውራድን ናይ ቀደም ዝነበረ ወኪቶኪ ወይ ከኣ እቲ ማይክሮፎን ዘለዎ ድምጺ ዘለዎ ብስፒከር ንሰምዕ ኔርና። ኣብዚ ሰዓት እዚ ግን ደቅና እንድሕር ኣልዮም እዚኣ ልክዕ ኣብታ ልዕሊ ናይ ዓራቶም ኢንስታል ጌርና ክንሪኦም ክንሰምዖምን ንኽእል ማለት እዩ። ብዘይ ምርባሽ ድምፂ ብዘይ ዝኾነ ነገር ኣብ ደገ እውን ደሰይምታ እዩ። ኣብ ስራሕ እንድሕር ኣሊና ደቅና ካብ ትምህርቲ ተፈዲሶም ኣይተፈደሱን ዓሰርተ ግዜ ካብ ንሓትት ደው ኢልና እንታይ ይገብሩ ኣለዉ እንታይ ይሰርሑ ኣለዉ ድምፂ ክንሰምዖም ንኽእል ክንሪኦም ንኽእል በዚ ተዛሪብና እውን ቴሌፎን ተዘይኣልና ኣይንሻቐልን ኢና በዚ ዘቢልና ከዓ ክንቆፃፀሮምን ክንሪኦምን ንኽእል ማለት እዩ ካልእ እዚኣ ብዝቐለለት ኣብ ደገ ኢንስታል ኮይና ስለ ዘላ ኣየውጻእክዋን። እዚኣ ድማ ዝኾነ ነገር ናይ ኤለትሪክ ክእለት ዘየተድልየና ልክዕ ከምታ ኣምፑል ናይ መብራህቲ ንቕይረላ እዚኣ ከ ልክዕ ከምታ ናይ ኣምፑል ጠዊኻ ኣብቲ ናይ መብራህቲ ዘለዎ ቦታ ትኣቱ እያ። ሚሞሪ ካርድ ትወስድ እያ። እዚኣ ከ ልክዕ ሰለስተ ሚእትን ስሳን ዲግሪ ምስቲ ዝንቀሳቐስ ሞሽን እንዳተንቀሳቐሰት እትቐድሓልና ብ ኩሉ ምስ ቴለፎንና ሪከርድ ዝኸውን እዩ ማለት እዩ። ካልእ ኣብ ኣፍ ደገ ማዕጾና መብራህቲ ኣለና። እዚ መብራህቲ እዚ ከኣ ሴንዘር ዘለዎ ኮይኑ ክጽልምት ከሎ ዝኾነ ዝንቀሳቐስ ነገር ኣብኡ ክህሉ ከሎ ዝሕብረና ወይ ከዓ ዝበርህ ወይ ከዓ ሰዓት ኣጃስት ጌርና ከዓ ካብ ሰዓት ክንደይ ክውላዕ ከም ዘለዎ ካብ ሰዓት ክንደይ ክጠፍእ ከም ዘለዎ ኣጃስት ንገብሮ መብራህቲ ኣለና ልክዕ ከምኡ ድማ እዚኣ ትሪእዋ ዘለኹም ኣብደይት ኮይኑ እዚ ድማ እንታይ እዩ መብራህቲ እቲ ኤልዲ መብራህቲ ኣለዎ እዚኣ ትረኣየና ዘላ ከዓ ካሜራ ኣላታ ማለት እዩ እዚ ልክዕ እዚ ካሜራ እዚ ከዓ ከምቲ ናይቲ ክርእየኩም ዝፀናሕኩ እዚ እውን ናቱ ስፒከር ኣለዎ ከም ትሪእዎ ዘለኹም በዚ ስፒከር ኣለዎ እዚ ስፒከር እዚ ድምፂ ክንሰምዕ ንኽእል ድምፂ ክነመሓላልፍ ንኽእል መልእኽቲ ክነመሓላልፍ ንኽእል በዚ ድማ በዚ ታሕቲ ድማ ልክዕ እዚኣ እውን ናይ ሜሞሪ ካርድ ኣላታ እታ ሜሞሪ ኣነትዋ ሓንሳብ ምስ ገዛእናዮ ኣይንኸፍልን ኢና እዚ ንምንታይ ይጠቕመና ኣብ ኣፍደገረ ገዛና ማኪና ክህሉ ይኽእል ኣብ ኣፍደገ ገዛና ኣብ ባክያርድና ደቅና ክፃወቱ ክወፁ ይደልዩ ይኾኑ እንዳ ሰራሕና ንሕና ምስ ንርበሽ ወይ ከዓ እንታይ ይገብሩ ኣለዎ ክንሪኦም እንድሕር ኮይና ንሕና ኣብ ገዛና ኮይና እቶም ቆልዑ እንዳተፃወቱ ክንሪኦም ንኽእል ኣብ ትካላትና ስቶር እንድሕር ኣሊና ኮይኑ እውን ተሰይም ወይ ካልእ ፍልይ ዝበለ ድማ ብፍላይ እቶም ኢንቮልቭ ዝኾንኩም ብዙሕ ግዜ ኣብ ናይ ድራይቪን ትርከቡ ዝበዝሕ ግዜ ኣብ ናይ ኡበር ድዩ ኣብ ናይ ትራክ ድራይቪን ዘለኹም ከዓ ናይ መኪና ካሜራ እውን ኣለዋ እዘን ናይ ማኪና ካሜራ ሓደ ንምንታይ እዩ ኣብ ዝኾነ ግዜ ሪከርድ ስለ ዝገብራ እቲ ንኸዶ ዘለና ንሰብ ንኹሉ ማለት እዩ ኩሉ መኪና ዝዘውር ኣብ መኪናና ክንገብረን ከለና ሰን ከኣ እንታይ ይጠቕማና መሲልኩም ኣይግበሮ ዝኾነ ሕማቕ ኣሎ ጽቡቕ ኣሎ ሪከርድ ስለ ዝገብራልና ኣብ ክንዲ ከምዚ ኔሩ ናተይ ጌጋ ናቱ ጌጋ እዩ ኢልና ክስታይ ንገብር ብቕድሚትን ብድሕሪትን ሪከርድ ዝገብር ቪድዮ ካሜራ እውን ኣሎ ከምኡ ገዚእኹም ከኣ ክትጥቀምሉ ምክንያቱ እንታይ እዩ መሲልኩም ብዙሕ ናይ ሓንሳብ ፐርቼዝ ጌርና ነዊሕ ግዜ ከገልግለና ዝኽእል እንድሕር ኮይኑ እንድሕር ተሃለወና ኣይጽላእን እዩ ሰርች ጌርኩም እቲ ንዓኹም ዝሰማምዓኩም ብዋጋ ድዩ ዋላ በቲ ኣጎልጉለት ዝበለጸ ሪኢኹም ከኣ ክትገዝኡ ክትጥቀምሉን በዚ ኣጋጣሚ መልእኽተይ ከመሓላልፈልኩም ይደሊ ኣብ ካልእ ኣነ ክሕግዘኩም ትደልዩ ወይ ኣብ ኢንስታሌሽን ክትፈልጥዎ ትደልዩ ነገር እንድሕር ኣልዩ ቀሊል እዩ ሓንሳብ ምስ ገዛእኹሞ ወርሓዊ ክፍሊት የብሉን ጀስት ዩ ፐርችዝ ዘ ኣይተም እቲ ዝደለኹም ዓይነት ገዚእኹም ካልእ እውን ብሶላር ዝሰርሕ ኣሎ ናይ ኤሌክትሪክ ትፈርሑ እንድሕር ኮንኩም ብፀሓይ ዝሰርሕ ኣሎ እሱ ከዓ ጀስት ነቲ ካሜራ ኢንስታል ጌርኩም እቲ ናይ ሶላር ፓነል እውን ስለ ዘለዎ ኣብ ልዕሊ ምስ ዝጋጠም ራይደወይ ኣጋጠመ ኣቢልኩም እሱ ከዓ ምስ ቴሌፎንኩም ኮኔክት ኮይኑ ኤሌክትሪክ ከይሓስኩም ክትጥቀሙ ትኽእሉ ኢኹም ማለት እዩ እዚ ይመስል ዝኾነ ኢንፎርሜሽን ምስ ትደልዩ ግን ብውሽጢ ጸሓፉለይ እቲ ዝፈልጦ ኣነ ብስፍሕ ዝበለ እውን ኣብ ዩቱብ ገሬ ፕሮዳክሽን ኢልኩም እቶም ዘይኣተኹም ኣብኡ ብሰፊሕ ክሰርሓልኩም ክፍትን እየ ኣብ ቀጻሊ ብካልእ ስራሕ ሰላም ወሰናይ